ተሰነይ ኩሉ ግዜ ውዑይ ምንቅስቓስ ህዝቢ ይፍለያን ቀትርን ለይትን ድሙቕ ሃዋህዋ ኣሎ ናብታ ንኡስ ዘባ ዝበጽሕ ገያሻይ ሕጉስን ትጉህን ስምዒት እዩ ዘንጸባረቕ ስራሕ ባህልን ዓያይነትን ዝያድኡ ኸኣ ስኒትን ውህደትን የስተማቕር ዓብን ንኡስን ሰሚሩን ተሓባቢሩን ይነብር ኣብታ ምድራዊት ወደብ ተሰነይ ተሰነይ ካብ ኣስመራ ሰለስተ ሚእትን ሓምሳን ሸውዓተን ኪሎ ሜተር ርሒቓ ኣብ ዞባ ጋሽ ባርካ እያ ትርከብ። ብሕብረተሰባዊ ስኒት ድማ እያ ትፍለጥ። ስማ ካብ ቋንቋ ትግረ ከም ስራዕሚ ይፍለጥ። ትሽዓተ ብሄራት ኤርትራ ብፍቕርን ምክብባርን ይነብሩላ። ህዝባ ብስራሕ ይፍለጡ። ባህላውን ማሕበራውን ክብርታቶም ዓቂቦም ብፍቕሪ ይነብሩ። ከተማ ተሰነይ ሓንቲ ኣብነት ጽባቐ ኣብ ብዙሕነት ዘስምያ እዚ ሓቅታት እዚ'ዩ። ምድራዊት ወደብ ዝብል ስያመ እውን ነቲ ውዑይ ንጥፈታታ እዩ ዘንጸባርቕ። ከም መነሃርያ ናብ ደቡብን ሰሜንን ባርካ እውን ትፍለጥ። ሕርሻውን ንግዳውን ንጥፈታታ ካብቲ ብዙሕ ውሑድ መለለያ እዩ ንከተማ ተሰነይ። ነበርቲ ከተማ ተሰነይ ብምቕሉልነት ይፍለጡ። ኣቀባብልኦምን ሕያውነቶምን እውን ዝያዳ የጉልሖም። ኣብ ተሰነይ ጋሻ ኣይጋየሽን እዩ። ንኣጋይሽ ወትሩ ምዉቕ ኣቀባብላ ይግበረሎም። ስልጡን ባህሊ ኣሎ። ፀሓይን ሙቐትን ንዝተቐበሎ በፃሒ ዝሑል፣ ንዝስተን መሕፀብን ማይ ምቕራብ ንቡር እዩ። ኣብ ነብሲ ወከፍ ጎደና ንኣጋይሽ ዝዳሎ ዝሑል ማይ ዓታሩ መለለይ ተሰነ እዩ። ኣብታ ከተማ ንሰፊሕ ማሕበራዊ ኣገልግሎት ዝተሰረታ ትካላት ኣለዋ። ናብ ዘመናዊ ሕርሻ ቀዲመን ካብ ዝተጸንበራ ንኡሳት ዞባታት ካሽባርካ ዝኾነት ተሰነይ ብምህርቲ ክቡር ሕርሻ ኣሕምልትን ፍረታትን ዝተፈልጠት እያ ልዕሊ 75 ሚእታዊት ብማሕረስ 9.2 ሚእታዊት ብመጓሰ ዓሰርተ ክልተ ሚእታዊት ብንግዲ፣ ዝተረፈ ሰለስተ ነጥቢ ኣርባዕተ ሚእታዊት ብዕለታዊ ስራሕ ይነባበር። ንኡስ ዞባ ተሰነይ ሰላሳን ክልተን ዓድታትን ሰላሳን ሰለስተን ምምሕዳር ከባቢታትን እያ ትሓቁፍ። ጠቕላላ ስፍሓት መሬታ ሽሕን ቴስዓን ሰለስተን ነጥቢ ሰማንያን ሰለስተን ትርብዒት ኪሎ ሜትር ይሽፍን። ብምብራቕ ምስ ንኡስ ዞባ ሃይኮታ፣ ብሰሜን ምስ ንኡስ ዞባ ፎርቶ ሳዋ፣ ብምዕራብ ድማ ምስ ሱዳን ቱዳውብ ተሰነይ ኣብ እዋን መግዛእቲ ጣልያን ከም ከተማ ተደኲና። ካብቲ እዋንታ ኣትሒዙ ህዝቢታ ከተማ ናብ ዝተፈላለየ ኣግሮ ኢንዳስትሪ ተዋፊሩ ክሰርሕ ጀሚሩ። ካብታ ከተማ ውፅእ ኢሉ ብዓሊ ግድር ዝፍለጥ ከባቢ እውን እቲ ዝሰፍሐ ናይ ጡጥ ሕርሻ ዝካየደሉን ብቶርዓ ዝፍለጥ መስኖኣዊ ስርዓተ ምዝርጋሕ ማይ ዘዘውትር እዩ። ባናና፣ ኣራንሺ፣ ሽጉርትን ኮሚደረን ካልእን ኣብቲ ዞባን ንስ ዞባን ብሰፊሕ ይለምዕ። ምስ ዋሕዚ ሩባ ጋሽ ዝተኣሳሰር ልምዓት ሃብቲ እንስሳውን ኣካል ናይቲ ንጥፈታት ምዃኑ ይፍለጥ። ምምሕዳር ብሪጣንያ ይኹን መግዛእቲ ኢትዮጵያ ነዛ ኣብ ዶብ ሱዳን እትርከብ ከተማ ዒላማ ክገብራ ተራእዩ። ምስ ምጅማር ዕጥቃዊ ቃልሲ፣ ቃልሲ ኣንጻር ዘይፍትሓዊ ጎበጣን ቃልሲ ድልያ ኤርትራዊ መንነትን ናብ ህዝቢ እታ ከተማ ኣደራዕን ግፍዕን ገዛእቲ ወሪድዋ እዩ። በቲ ካልእ ሸነኽ እውን ከም መቐጸልታ ናይቲ ምስ ሰውራ ዘካይዶ ምትሕብባር ህዝባዊ ግንባር ዓቕሚ ተተኳሲ ዘዕበየሉ፣ ናብ መድረኽ ዓወት ክግስግስ ዘኽኣሎ ስርሒት ወፍሪ ትንሳኤ ዝፈጸመሉ እውን እዩ። ድሕሪ ሓርነት ካብተን ቁልጡፍ ናይ ልምዓት ወፍርታት ዝተኻየደለን ዞባታት ብምዃን ብመደብ ምጥያስ ተጋደልትን ፈላሚ ወፍሪ ሃገራዊ ኣገልግሎትን ዝተፈላለየ ስራሕ ተሳሊጡን ኣብ ቁልጡፍ ገስጋስ ክትረአ በቒዓን ነይራ። ወራሪ ስርዓት ወያነ ግን ነዛ ከተማ ንምዕናውን ንምርሳይን ግዜ ዘይህስሶ ግፍዒ ክፍጽም ተራእዩ ነይሩ። ድሕሪ ወራር ወያነ ብመደባት ወፍሪ ዋርሳይ ይከኣሎ ንኡስ ዘባ ተሰነይ ብሓፈሻ ከተማ ተሰነይ ከኣ ብፍላይ ኣብ ሰፋሕቲ ልምዓታዊ መደባትን ማሕበራዊ ኣገልግሎትን ተጸንብራ ሰፊሕ መደባት ዳግመ ህንጻ ተዓሚሙላ መንግስቲ መሶብ ሃገር ንምቕያራ ዓቢ ወፍሪ ኣካይድሉን ይቕጽል ኣሎን። ህዝቢ ከተማ ተሰነይ ሓድሕድ ብዘለዎ ሓያል ፍቕርን ምድግጋፍን ከም ውርሻ ብምቕጻል ብፍላይ ኣብ ልዕሊ ሰማእታትን ኣካለ ስንኩላን ሓርበኛታትን ናይ ሕልና ስራሕ ይዓምም ኣሎ። ኣብታ ከተማ ዝተሃንጸ ከባብን ጎደናታትን ታሪኻዊ ስም ዝሓዘ እዩ። ዞባ ሰላም፣ ዞባ መስከረም፣ ዞባ ሰውራ፣ ዞባ ፍትሕን ካልእን ይርከብ። እቲ ህዝቢ እውን ብፍቕሪ እዩ ዝነብር። ምሸት ጸሓያ ዝበርቃ እትበሃል ከተማ ተሰነይ ብዘለዋ ንጹህን ጥዑምን ኣየር ነበርታ ብግዜ ለይቲ ንፋስ እናስተማቐሩ ክንቀሳቐሱን ሸናዕ ክብሉን ምርኣይ ንቡር እዩ። ብዘለዋ ርግኣትን ሰላምን እውን ሓያሎ ሰባት ከዋኽብቲ ሰማያት እናስተማቐሩ ዓራቶም ኣንጺፎም ኣብ ገበላ ይድቅሱ። ተሰነይ ንህዝባን ነጸብራቕ መላእ ህዝቢ ኤርትራ እዩ እንተተባህለ ምግናን ኣይኮነን። ኣብታ ንኡስ ዞባ ይኹን ኣብታ ከተማ ብምትሕብባር ብስኒት ብምድጋፍን ብናይ ሓባር ክብርታትን ይነብር እዚ ንሕብረተሰብ ኤርትራ የጉልሖ ባህሊ ስራሕን ሃገራውነትን ኣብ ተሰነይ ብድምቀት ይንጸባረቕ ግዜ ዝረኸበ በጻሒ ክነግዳ ትዕድም መስሕብ ቱሪዝምን ወፍርን እያ ኣብ ምዕራባዊ መታሕት ኤርትራ ካብ ጽፍሒ ባሕሪ ኣሳ 600 ሜትሮ ጥራያ በሪኻ ትርከብ ከተማ ተሰነይ ብቕርፂ መሬታ እንስሳ ዘገዳማን ብባህላዊ ብዙሕነታን መነባብሮ ተቐመጥታን ካብ ተጠመትቲ ንኡሳን ዞባታት ጋሽ ባርካ እያ። እዛ ከተማ ኣብ ሰጣሕ ጎልጎል ዝተደኮነት እኳ እንተኾነት ብሰሜናውን ምዕራባውን ወገናት ግን በረኽቲ ጎቦታት ይረኣዩ። ብፍላይ ንሳ ከተማ ልግብ ኢሉ ብዝተሓናገሩ ደናጉላን ለማጻት ኣኻውሕን ዝማዕረገ'ዩ። እዛ ካብ ዶብ ሱዳን ውሑዳት ዓሰርተታት ኪሎሜተራት ጥራይ ርሒቓ ትርከብ ከተማ፣ ካብ ኣስመራ ሰለስተ ሚእትን ሓምሳን ሸውዓተን ኪሎሜተር'ያ ርሒቓ ትርከብ። ኑስ ዞባ ተሰነይ ሩባ ጋሽ ተጎዝጊዝዎ ዝሓልፍ ብምዃኑ፣ ምንጪ ማይ ናይዚ ሩባ ብዙሓት ዓበይቲ ኣግራብ ዘሰስን'ዩ። ካብዛ ከተማ ንተላታ ዓሸር ዝወስድ ሰጥ ዝበለ ጸሊም ጽርግያ ወሰን ወሰኑ ብተምሪ ሙሳ ዝተመሸገ ብምዃኑ ካልእ ዓይነት ገረብ ክትረኽበሉ ዘጸብእ ኣይኮነን። ተምሪ ሙሳ ናይ ማይን ማዕድናትን ስሱዕ ብምዃኑ። ይኹን እምበር ኣብቲ ከባቢ ገለ ክፋል ካብቲ ኣብቲ ንኡስ ዞባ ዝርከብ ሽሕን ሽዱሽተ ሚእትን ሄክታር ጀራርዲን ኣንቃዕሪርካ ዝጥመቱ ኣግራብ ዝሓዘ ጫካ እዩ ዘሎ። እዚ ብገረድ ዝፍለጥ ዓበይቲ ኣግራብ ብዘይካቲ ዝኾነ ገረብ ዝህቦ ጥቕሚ ከም መግቢ እንስሳ ኮይኑ ዘገልግልን ከም መድሃኒት ዝእመነሉን እዩ። እዞም ነቲ ከባቢ ፍሉይ ግርማ ዝህቦ ዓሌት ኣግራብ ዓራርቦ ናብ ከተማ ተሰነይ እናተመላለሳ እውን ነታ ከተማ ፍሉይ ግርማ ዝህባ ኣዕዋፍ ከም ዛግራ፣ ማንቲለ፣ ዝብእን ወኻርያን ዝኣመሰሉ እንስሳ ዘገዳም እውን ዘዕቁብ እዩ። ብፍላይ ዘጋሩ ድማ ብብዝሒ ስለ ዝንቀሳቐሳ ተዓዛቢ ከም ዝረኽባ ፈሊጠን ብኩርዓል ዘኹድዳ ዘለዋ እየን ዝመስላ። ማእከል ናይ ንኡስ ዞባኣ ዝኾነት ተሰነይ ኣብ ጎላጉል ዝተደኮነት ብምዃና እቶም ኣብ ዕስራ ዞናትን ክልተ ሚእትን ሰብዓን ሰለስተን ብሎካትን ዝተኸፋፈሉ ህንጻታታ ኣብ ትሕቲ ገረብ ዘለዉ መጓሲ እዮም ዝመስሉ። ኣብ ቀረባ ግዜ ዝተደኮኑ ዘመናውያን ህንጻታት ድማ ምስሊ ጽባሓ ከበስሩ ዝወጣወጡ ዘለዉ ኮይኖም ይስምዑኻ። ብፍላይ ኣብዚ ቀረባ ኣዋርሕ ዝተመረቐት ዓባይ ሆቴል ምስ ኮስቲና ፊተፊት እናተጠማመታ፣ ካብ ተጠመትቲ ኣኣንገድቲ ኣጋይሽ ክኾና ክወዳደራን ክመላልኣን ዝመሃኻኽሓ ዘለዋ ይመስላ። ኣብ ብዙሕ ከባቢታት ጋሽ-ባርካ፣ ኣብ እንዳ ሰብ ገዛ ይኹን ኣብ ትካላት ወሃብቲ ኣገልግሎት እትው ክትብል ከለኻ፣ ማይን ሰላምታን እዮም ብሓደ ዝቕበሉኻ። ኣብ እንዳ ሻሂታት፣ ተመሳሰልቲ ትካላትን ኣዛዘይቲ ቅድም ማይ ሒዘን ብምምጸኤን ጠለብካ ትሰምዓ። ኣብ ከተማ ተሰነይ እሞ ኸኣ ኣብቲ ጸሓይ ብእግርኻ እናተጓዓዝካ እንተ ጸሚእካ ውን ማይ ኣስቱኒ ክትብል ዘላግስ የብልካን። ሎሚ ሎሚ ደኣ እናዛሕተለ ይመጽእ ኣሎ እምበር ኣብቲ ሰብ ብጻዕቂ ዝንቀሳቐሰሉ ከባቢታት ኣብ እግሪ ገረብ ዘጽልሉ ማይ ዝመልኦ ዓታሮን መስተዪ ኩባያን ኣይስእንን ኢኻ። እዞም ዓታሩ ዋንነቶም ናይ ህዝቢ ምዃኖም ብዝፈለጥካ ከኣ እሞ ደኣ ኣይናይ ክፋል ኣካል እዩ እናተኸታተለ ብነጻ ማይ ዝመልኦም ዝብል ሕቶ ዘይተርፍ እዩ። ሰብ ትካላት ይኹኑ ነበርቲ ኣብ ኣፍደገኦም ንዘሎ ዓታሩ ናይ ምክትታል ሕልናዊ ሓላፍነት ኣለዎም። ኣብ ሆቴላት እውን እንተኾነ ኣብ ጽላል ዝተቐመጡ ዓታሩ ዝውቱራት እዮም። እዚ ንተሰነይ ጥራይ ዝተዓደላ ጸጋን ጽባቐን እዩ። ንኡስ ዞባ ተሰነይ ካብ ንኡስ ዞባ ሃይኮታ ክሳብ ሱዳን ካብ ፎርቶ ሳዋ ክሳብ ንኡስ ዞባ ጎልጅ ዝዝርጋሕ ሰፊሕ ንኡስ ዞባ እዩ። ኣብዚ ንኡስ ዞባ ዝምስገን ዝርግሐ ኣብያተ ትምህርቲ ክህሉ እንከሎ ሓንቲ ሆስፒታል፣ ሰለስተ መደበራት ጥዕና፣ ሓደ ማእከል ጥዕናን ይርከባ። ካብ ቀረባ ግዜ ጀሚረን ሓሙሽተ ሽዱሽተ እናበላ ዝኸዳ ዘለዋ ካፈታት ኢንተርነት እውን ገለ ካብተን ኣብዚ ቀረባ እዋን ዝቀላቐላ ዘለዋ ጽዑቓት ንጥፈታት ቴሌኮሙኒኬሽንስ ዘርእያ ተምሳሌት ከተማ ተሰነይን። ክቡራት ተኸታተልቲ፣ ንንኡስ ዞባ ተሰነይን ከተማ ተሰነይን ኣመልኪቱ ዝተዳለወ መደብ እዚ ዝተኸታተልኩሞ እዩ ነይሩ። ቻነልና ምስ እትፈትውዎ ሳብስክራይብ ብምግባር መደባትና ናብ ካልኦት ክበጽሕ ሼር ብምግባር ክንስስን ሓገዝኩም ኣይፈለየና። ኣብ ዝቕጽል እዋን ብኻልእ መደብ ክሳብ እንራኸብ